እሞ ሄሉ ሓፍተይ ናብ ካልኦት እንደሞ ንስገር ሕራይ ፅቡቕ ስኻ እንዶ ደኣ መጀመር እጅምር
ኣነ ክልተ ዋልድ እየ ጠሚተሉ ዘለኹ ክፅብቓ መዓት እየ ኣብቲ ገዛውትና ንዐን ክድውሩ ኢሎም ካብ ካልእ ገዛውቲ እዮም ዝመፁ

ኣነ ወዲ ፍርዚ እንዶ ኣቱም ቆልዑ ንዓይ ከተፀልሉ ዲኹም ተዓጢቕኩም ዘለኹም ኣነ ዶቦጭ ኣነ ፅሩይ ኣፅምስ ሎምስ ከዓ ምስ ሓሜንን ምስ ዋጠቱን ከተዋስቡኒ ኣታ ውዲት እንታይ ከትኸውን ዘለኻ ከምቲ ሄለን ጓለይ ዝበለቶሲ ኣብቲ ናይ ቀደም ቀደም ቀደም ኢኻ ትነብር ዘለኻ ንመን ክትርኢ ኢኻ ኣብ ቴሌቪዥን ቆንፈዘው ትብል መን ዝደረፎ ዲኻ ኣብ ፍቆዶ ውራያት እስክትሽም እስክትሽም እስኪ ትሽቅጥ ትሓድር ዘለኻ እህ። እዚ እኮ እሞ ንውሑዳት ሰባት ዝወሃብ ናይ ፈጣሪ ጸጋ እዩ። ባባ ሕጂ ክትደርፍ ትኽእል ዶ? ወይ ግጥምን ዜማን ክትሰርሕ ትኽእል? እውይ
ኣደየ ላዕብተይ ክንደይ ክትሓስሚ ኢኺ ባባ እንድሕር ደሪፉ ደኣ ናይዞም ጎረቤትና እንዳ ኣቦይ በርሀ ኣድጊ ሃ ሃ ሃ እንዳበለ ዶ ክንገርግር
ክጻወትም ወላ ኣብ ስጅን ከለኹ ሲ
መጽሓፍ ምንባብ ገለመለ ጀማሚረ ነይረ ኣብኣስ እንታይ ትብል ጽሕፍ ተንቢቡ ይመስለኩም? እዞም ደቂ ሰባት ብፍላይ ድማ ኣብ ሳልሳይ ዓለም ንነብር ነቲ ዘይተዓደልናዮ ሞያ ወይ ድማ ክንበጽሖ ኣይንኽእልን ኢና ኢልና ዝሓሰብናዮ ሞያ እንዳነኣኣስና ናይ ምንባር ሕማቕ ልምዲ ከም ሞያ ተተሓሒዝናዮ ኣለና ትብል ጽሕፍ ተንቢበ። ናትካ ግበር ንስኻኸ ንመን ጠሚትካሉ? ኦህ ናተይ ደኣ ሰለስተ እንድየን እረ ደሓን በታ ሽኮሪና ዶና ክጅምረልኩም። ኣብቲ ናይ ቀደም ገዛውትና ከለና ኣብ ፊትና ዝነበሩ ሕጂ ገዛ ገዚኦም ቃሓውታ ዘለዉ ትፈልጥዎም ዲኹም እንዳ ኣቦይ ገብረ። ውይ ገብረ ጠማዕ ገብረ ዓቅን እዩ ዝቀትል እ ገብረ ሓንቲ ክዳኑ ገብረ ቀዳድ ስካርቡ ገብረ ፈሳም ቆቢዑ ገብረ እባ ኣንተ በስማኣም በል
ይኹን ንጓልካ ንገብረ ክምርዓው ሃባ ዶ ተባሂልካ ኢኻ? ኣበይ ክረኽቦ ኣቲ መህረፊት ከምኡ ምሓሸኒ። ዋእ ነዚ ጠማዕ በቃዕ ትብሎ ዘለኻ ስኢ ንጓልካ ክትመርዖ ይሐይሽ እሞ ፍቅሪ ውላድካ የብልካን። እንታይ ኮይኑ ዘይብለይ እ ንሱ እ ብደምን ሽኮርን ሎሚ ጽባሕ ይብል ስለ ዘሎ ካብቲ ነብሱን ንደቁን ቀጺዑ ዝኣከቦ ሃብትን ንብረትን እኳ ምተማቐለት፣ ህ! እዚ ደኣ እንታይ ገዝምኸ ውራይ እኳ ይገብር፣ ምስታ ናትኩም ዳስ ኣጸጊዕኹም ዳስ ስርሑለይ ምበለት።
ኣነስ ናይ ባባ ጸገም ተረዲኡኒ ስለ ዘሎ፣ ግድን እዩ ምስ ናተይ ምርጫ ክሰማማዕ። ኣይይ ካብ ጸባ ዘይተረኸበስ እያ ካብ ማጨባ። ግን ከኣ ደሓን ደሓን እዛ ጓለይ ተዛረቢ ተዛረቢ። ክምኡ ምቕድም ረኣይዋ።

መብርያ ሽኮይናታትሽ ኣቲ ናይ መልክዕን ባዕለን ፈልጣ ዋይ ንዓና ዘገድሰና ኩነታት ስድርአን ናይ ስድርአን ካፀ ከም ዝበሃል የለን ፍሎሪዳ መሓዘይ
ጓልቲራ በሎ እያ ኩሎም ሕዋታ ኣብ ፍሎሪዳ ኣሜሪካ እዮም ዝቕመጡ ጥና ሜርሲ መሓዘይ ከዓኒ ኣቦኣ ክልተ በጣሕን ሰለስተ ሞዴል መኪና ናይ ገዛን ኣለዎ ኣውቶስካላ ትመሃር ስለ ዘላ ሕጂ ከማን ምሳኣ እየ ፀኒሐ ኣንበሳ ኣብዚ ንእለ ዘረባ ዝብላዕ ዘረባ ቀጽሊ ቀጽሊ ሓራይ ባቢ ንንኣምን ብኣኮ ትፈልጦ ትኾን ኢኻ ስቲፋኖስ ሓምቢር እዩ ድበሃል ቅድሚ ዓመት ቦኽር ጓሉ መርዒ ነይሩ ፍርቂ ሚልዮን ይግዚምዋ
ንስቲፋኖስ ዲታ ዲኺ እዋ እስቲፍ ዲታ ኢሳብ ባቢ እንታይ ፍርቂ ሚልዮን ዳ ንሱ ደኣ ኣብ ከተማ ከመይ ዝኣመሰለ ሱፖር ማርኬት ገዚኡ እንድዩ ንሓሙ ጓሉ ሂብዎ ግዲ ከምኡ ደይ ሰማዕና እውይ ባቢ ሽኮር መቸም ናይ ሃብታማት ሕጊ ኣይትሓልፈካን እዩ ኣንቲ ዊንታ ጓለ ሃብቲምና ገንዘብ ምፍቃር ተሰኣናስ ናይ ሃብታማት ገንዘብ ንብረት መኪናን ካልእን ምፍቃድ ክንስእን ኣንቲ ሕጂ እንደ ግዳይ ዘረባ ኣምፅኺ ሓቆም ባእዮም ዝተናዓቀ እምኒ ንሱ ርእሲ ማኣዝን ኮነ ክብሉ ካብዚ ናይ ኩላቶም ናትኪ ወሰደ ኣቢለን ኣለዋ ቀጽሊ። ዋእ ጽናሕ እባ ናይ ጥራይ ኣይትተሃወኽ ሄለን ጓለይ እኳ መን መን ከም ዝመረጸት ኣይተዛረበትን ዘላ ሃየ እስኪ ተዛረቢ። ባባ
ንደቂ ኣንስትዮ ከም ጥሪት ወይ ከኣ ከም ንብረት ኣብ ዕዳጋ ኣውሪድካ ክትዝንጥለን ክተነኣእሰን ኢኻ ጸኒሕካ። መን እዩ መራጺ ወይ ተመራጺ ጌርካ? ዋእ። ንሕና ከ መን ኢና ሓሲብካ ትፈልጥ ዶ ዋእ ደቂ ኣንስትዮ ባዕለን ክመርጻ መሰል የብለንን ድዩ ደሓር ከኣ ንዐኣን ክተነኣእሰን ከለኻ ንዓና ንደቂ ኣንስትዮ ደቅኻ ኢኻ ተነኣእሰና ዘለኻ ክትፈልጥ ኣትግደፍና ኣሎ
እዚ ዝነበረን ዘሎን ዝቕጽልን ባህልና እዩ ደሓር ከኣ እንታይ ኮይነ ኢለ ኣነ ንኣቦ ኖም ወደይ ዘይመዘንኡ ዘመርዓኽዎ ደሓር ከኣ መን እያ ንዲያስፖራ ኣይደልን እየ ትብል ኣሽንኳይዶ ንኣቦ ዶም ወደይ ጻዕራም ስድርኡ ዝኣሊ ኣብኡ ብመንግስቲ ይኹን ብደቂ ሃገር ዝእለ ድሮጋ ከማን ዓይና ትሓሲ ጓል የላን። እዚ ትብሎ ዘለኻ ንሕና ደቂ ኣንስትዮ ባዕልና ክብርና ንኸይንሕሉ ዘምጸእናዮ ሽግር ኣሎ እንድዩ ግን ኣብዚ ሃልሃል ዝብል ናይ ጥፍኣት ዳሜራ ማይ እምበር እንድሕር ነዳዲ ሓዊስናሉ ሓጥያት ጥራይ ዘይኮነ ወላ ውን ገበን እዩ ክትፈልጥ ባባ ኣይ ንስኺኻ ኣይ ንስኺ ንዝኾነ ነገር ከዓ ምስ ገበን እናተኣሳሰርኪ እየ ክትገልፅዮ እ? ንስኺ ምስ ስራሕ ዘይጥዕመኪ ተኾይኑ ካብተን እ፣ ዊንታ ጓለይ ዝመረፀተን ዝረቑዓተን ካብኣተን ንምረፅ ግዜ ይብልና እወ ባባ ኣነ ንደቂ ኣንስትዮ ኣሕዋተይ ኣብ ዕዳጋ ከውርድ ፍቓደኛ ኣይኮንኩን። ዋእ ኣተየሎ ሓፍተይ ናትካ እኮ ይሕባኣካ እኳ እዩ ዝበሃል ድሓር ሓዳር ከዓ ጥንቅቕ ኢልካ ስለ ዝእቶ ሰባት ክመርቁልካ ንቡር እዩ ንዓይ እኮ እዛ ምንኣስ ሓፍተይ እኮ እያ መሪፀትለይ ተረዲኦኩም ኣለኹ ሓንቲ ኣብ ከባቢ ስራሕና ትሰርሕ ጓል ኣላ ንሳ ካብ ሃገበረሰብ እያ መፅያ ኣዲኣ ምውቲ ስለ ዝኾነት ነቦኣ ድማ ሓንቲ ስለ ዝኾነት ካብ ጭው ዝበለ ሃገረሰብ መፅያ ኣብ ከባቢ ስራሕና ኣሳሳይት ኮይና ኣብ ሓደ ዳሻ እያ ትሰርሕ ነቲ ናይ እዝኒ ፀገም ዘለዎ ኣቦ ኣምፅኣ ናይ ሊስትሮ ባንኮ ተኻርያ ኣብኡ እናሰርሐ ድማ ህይወቶም ብፅቡቕ ይመርሑ ኣለዉ ኣንቲ ፋኑስ ገዛ ካብ ኣርእስትና እኮ ውጺኽና እዚ ደሓር ነርክበሉ እ ክትሕገዝ እንዲኺ ደሊኽያ ኣቦ ዶም ምስ መጸ ከኣ ቁሩብ ሓግዛ ንብሎ ሕጂ ንስኺ ምስ ስራሕኺ ስለ ዘይጥዕመኪ ዝመረጽክያ እንተልይኪ ሃየ ንገርና ዘይብልኪ ተኾይንኪ ከኣ ናብ ናይ ዊንታ ንስገር። ባባ እሞ ይሓስካኒ ዘለኻ እዛ ዝብለካ ዘለኹ ጓል እኮ እታ ንኣቦ ዶም ሓወይ መናብርቱ ክትከውን መሪጸሉ ዘለኹ እኮ እዚኣ እያ እውይ።
በስመኣም ብወልደ መንፈስ ቁዱስ ኣቲ
ኣቲ
ንኣቦዶም ሓውኽስ ክሳብ ክንድዚ ክትጸልእዮ እዚኣ ብጉድጉዶ ዝዓበየት እ? ናይ መጨረሻ ድኻ እሞ ድማ ተስፋ ዘይብላሲ ንኣቦዶም
ባባ ንመጀመርታ ንሓዳር ትኸውን ጓል እታ ትሕት ዝበለ መነባብሮ ዘለዋ ጓል ምዃና ልዕሌና ንስኻ ትፈልጥ። ሓቁ ኣሎ ኣቢ ሓወይ እዘን ደቂ ሃፍታም ኣዶ ብገንዘብ እጻፋዐን ዝባሃል ኣዋልድ ድንን ኢለን ሓዳረን ዝመርሓ ኮይኑ ኣይስማዓንን ኢና። ብዛዕባ እዚ እኮ ኣሕፊሽና ክንነቅፍ የብልናን ክንደይ ድየን ሃፍቲ ቦና ኣየንታን ኣይኑ ሓዳርና ይክብረትና ኢለን ሓዳረን ገጥ ኣቢለን ዝከዳ ዘለዋ ደቂ ኣንስትዮ ገለ ድማኒ ካብ ድኻታት ስድራቤት ወጼን ጽጋብ ሰርኒቅወን ሓዳረን ፋሕ ኣቢለን ዝከዳ ውን ኣለዋ እዚኣ ግና ጽቡቕ ጌረ ስለ ዝፈልጣ ንኣቦዶም ሓወይ ገጥ ኣቢላ ክትሕዞ ትኽእል እያ። ኣንቲ ንስኺ ተዛሪበ ኢልኪ ዲኺ ሄለን ትላገጺ ዲኺ ዘለኺ? ገሃነብ እሳትን መንግስተ ሰማይን ሲ ከተራኽብዮ ደሊኺ?
ባባ ኣቦዶም ሓወይ ንሓንቲ ኤርትራዊት ድኻ ስድራቤት ናብ ሃፍቲ እንተ ሰጋገራ ሲ ጌጋ ወይ ገበን ድዩ? እንታይ ነውሪ ደኣ እኳ ደኣ ጽድቂ እምቧ
ጽድቂ እወ ጽድቂ ዳ ንስኻትክን ድለየትክን ግበራ ኣነ ግና እዛ ጉዳይ እዚኣ የለኹላ እሞ ደሓን ክስታይ ዘይንገብር ኣቦ ዶ ምስ መፀ እዘን ኩለን መሪፅናየ ዘለና ዋልድ ነርእዮምሽ ባዕሉ ደስ በለቶ መርፅ ከምዶ ሓይሽ ኣብ መጨረሻ እኮ ኣብኡ እንዲና ክንወድቕ ደሓር ሰዓት ኣጓል እኮ ምስኡ እምበር ምሳና ኣይኮነትን ክትነብር ስለዚ እቲ ናይ መጨረሻ ወሳኒ ንሱ እዩ እፋይ ከም ድሌትኩም ግበሩ እ? ብቆልኡ ምኸ ምስ ቆልዓ ዶ ይምከር ኣ!
ዋይ ዋይ እፋይ ኣታ ኣቦ ደምፂ ንመነ ንመርፅ ኾ ናይ ዊንታ ሸውዓተ ናተይ ሰለስተ ናትካ ክልተ ናይ ማማ ሓሙሽተ ናይ ሄለን ሓንቲ ካብ ዓሰርተ ሸሞንተ ኣዋልድ ሓንቲ ምምራጽ ጸገም እዩ። ናይ ባባኺ ረሲዕካያ ድያ? ባባኺ መሪጹ ድዩ?
ዋይ ኣበይ ኣለኻ እስኻ ከምዚ ናይ ድምጺ ብልጫ እንዲ ገይርዎ ኣነ ምስ ዊንታ ጓለይ ተሰማሚዐ ስለ ዘለኹ እተን ሸውዓተ ዝተባህላ ዓሰርተ ኣርባዕተ ጌርኩም መዝግብዎን እኳ ኢሉ እሞ ምስ ቆልቢ የለን ዋ ወላ ምስ ናይ ዊንታ ሓፍተይ ምርጫ ይሰማማዕ ሸውዓተ እየ ክብለን እምበር ክንደይ ድኣ ክብለን መብከ ክልተ ጭደደን
ኣነ ግን ኣብዚ ሓጻር ግዜሲ ኣቦደም ሓወይ ንመን እዩ ክመርጽ? ጠባየን ኣይፈልጠን መልክዐን ኣይፈልጠን
ክሽገር እዩ ዝወዲ እዚ ኦይ ኣበለኻ ስኻ
ሄለን ሓፍተይ ኩሉ ድሕረ ባይተንን ኩሉ ስእልታተንን ብዋትስኣፕ ጌራ ሰዳትሉ እያ ኣታ ወዲ ትማሊ ዕለኒ ነይሩሲ ብተወሳኺ ከዓ ናይ ኢንተርነት ኣድራሽአን ሰዲዳትሉ እንድያ ነተን ኣነ ዘምፀኹሉ ነተን ኣነ ዘምፀኹሉ ዋለትሲ ልዕለይኩ እዩ ገሊፅወን
እሞ ንኸምኡ ደልያ ኩሉ ድራሸእን ስብ ብቴክስት ጌርካ ስደደለይ ትብል ነበረት ማለት እዩ
እዛ ሓሳስ ልደ ፖሊስ ሓፍትና ብኩሉ ጠዋዕዋዕ ኣቢላትና ቻቻቻት
እመነኒ ብዛ ጉዳይ እዚኣ ኣይትዕወትኒ ጓል ዘይመረጸት ኣይ ካብ መልክዕ ኣይ ካብ ምዕባለ ኣይ ካብ ሃብቲ ካብ ኩሉ ናጻ ዝኾነት ጓል እኮ ኣምጽያትሉ
ኣዛ ነሳዳ ካብ ናይ ደጋዊ ጽባቐ ውሽጣዊ ጽባቐ ካብ ምስ ሃብቲ ባርነት ምስ ድኽነት ጭውነት ገለ እንድያ ትብል ትብል ትብል ኣታ እዚኣ ዘይትብሎ ዶ ኣለዋ ኣይታ ኣታ ወዲ ዝገረመኒ ዝገረመኒ ሲ ኣታ ነዛ ንክትዕወድ ዝመረጸታ ጓልሲ ኣክንደይ ኣዘናኒጣ ስኢላ ትሰዳስ ኣታ ናይ ቀደም ናይ ቀደም ኣብ ዓዲ ክላ ዝተሳእለት ስእሊ እኮ እያ ስኢላ ሲዳትሉ። ነታ ምስ ጋመኣ ከላ ዝተሳእለታ ዘርኣየትና እንዲኻ። እወ ንሳ
ኣታ እታ ስእሊ እቲኣ ናይ ቅድሚ ሰለስተ ዓመት እንድያ ኣታ እታ ዶና ሕጂ ተትርኣ ባዕ ማራ መጻጽያ እያ ዘላ እሞ ካብ ናይ ሰለስተ ዓመት ፍልልይ ከላ ስቕ በል እዞም ናይ ደገ ዘናጥ ብክሬም ዝጠስጠሰት ሁማን ሄር ትገብር ሕብሪ ዘስተየት ጨጉራ ካልማኸ ከምዚ ናይ ደቂ ሹቕ ዝኾነት እዮም ዝሕቢ እምበር ዝያዳ በዛ ኣምጺኣታ ዘላ ዶና ኣይልኩን ሕጂ ክመጽእ ወያነ ተቕሳኻይ ምስ ዝበለቶ ባህሪሩ ክኸይድ እዩ ሓቂ ተሓይሽ ኣይተሓዘለይ እምበር ሄለን ሓፍቲ ፋርነት ኣለዎ ኣታ ነዘን ቤላ ዶናታት ከመይ ድያ ትቐንኣለን መስለካ ዓቀብ ሓይሽ ናይ ናዕርቂ ጉዳይ ገለ ገለ ካላ እንዲያ ንኣቦደም ሓወይ ኮነ ኢላ ጉያ በታ ድማ ኮነ ኢላሲ ዘይፈትዋ ሕርሞ ምፅያትሉ
እዚኣስ ፅቡቕ ኣለኻ ወይንታ ሓፍተይ ገሪ ስለ ዝኾነት እያ ድሓርካ ኣብዚ ዓዲ ዘይኮነስ ኣብ ባራ ከይዳ ክትስርገ ስለ ትሓስብ እያ ኮነ ዓያ ማፅያትለይ እምበር ኣነ ፅቡቅ ገይረ ግጥመኝ ሕርማ ተደሊኻ ሕርማ ኣይኮነትን ተምፃልካ በርከ ነንሕደ ንቃናና እየ ግጥም ገን እንዲኻ ኣታ በል እስከ እስኻ ስራሕ ኣነ ገዛ ክኸይድ ኪድ ዝኾነ ደሃይ ተሎ ንገረኒ ቻው ክድውለልካ እየ ደሃይ ገዛና ሃበኒ ኢኻ ቻው ኣቢታት
ሰቢሎሞ ሰቢሎሞ እውይ ኣተየሎ ሓፍተይ ነታ ንኣቦዶም ሓወይ ዝመረፅኪያ ጓልስ ኣዘናንጥ ኣቢልኪ ስኢልኪ ደይ ትሰድሉ ጓል እየ ኣንቲ ወይ እንዲ ኣቦዶም ሓወይ ኣርእይንስ እይ ሞት ኾንኪ
እዚኣ እኮ ኣእምሮኣ ዘይተበረዘ ብናይ ምዕራባውያን ዘብለጭልጭ ነገራት ዘይተበከለት ኦርጅናል ኤርትራዊት እያ። እንተደልዩ እኮ በቲ ንሱ ዝደለዮ ቅዲ ከም ድላዩ ክሰርሓ ይኽእል እዩ። እሞ ሕጂ እንታይ ኣይተቐበልኩዋን ድዩ ኢልኪ? ኣዎ
ኣብ ሳሎን ኮይኑ ስእልታት ትርእዩ ነይሩስ ሃንደበት ኣዒ ምስ ኣበለኒ ዝሰንበድኩዎ ብድሕሪት ግንጽል ኣቢለ ማመት ምዃና ስማ ምስ ረኣኹ እሞ ኸኣ ወዕርት የለ ሓብቲ ከይተፈለጠንስ እወ ኣነ ዓብተይ ኣብ ልዕሊ ፋርነታስ ማመት ኢኽ ዓስም ኣብሎ ኣለኹ እቦዶም ዓወይ ክሳዕ ዝነብዕ ይስሒቑ
ስሒቑ ዶ ኣበይ እሞ ኢልኩሞ ኣብዚ ግዜ እዚ እኮ ከምዚኣ ብቋንቋ መንነታ ባህላ ትኾርዕ ኤርትራዊት ክትረክብ ትዕድልቲ እዩ ሕጂ ሞ እንታይ ንመን እዩ መሪጸ ኢልኪ? ዎው ኣቲ ሓፍትና ከምዝን ከምትን እኳ ኣይበለን ግን ተሸኒገ እንዴ ድሽይፎ ነይረ ነተን ኣነ ዘምጸኹሉ ስእልታት ጽቡቓት ዶናታት ደጋጊመ እየ ድሽይፈን ነይረ ኣይ ዊንታ
እሞ ደጋጊሙ ኣትኪሎ ጥምተን ከሎ እኮ ምልክት ፍትወት ጥራይ ዘይኮነ እውይ ኣታታይን ዝመስላ ኢሉ እውን ሰንቢዱ ክኸውን
ኣላ ስኺ ክንዲ ከተፍሪኽ ጓለይ ንበዓል ፍሎሪዳ ዓሰል ንንኣም ሕቢ ንናርዶስ ስዊድስ እንታይ እዩ ዝመስላ ክብል እዚ እሞ ኣይትሕሰብዮ ኣይትማህለልዮ ነታ ዝመረጸትለይ ሽልማት ክህባ እየ ዝበለ ማኣሙን ኣብዛ ኢደያ እሞ ሕጂስ ንመን ከም ዝመረጸስ ፈሊጥክ ኣለኺ ቁሩብ ኣንፈት ይብክሎ ማለት እዩ እዚ ደኣ ምፍሎጥ ካብ ሸውዓተ ኢንስ ሓንቲ ክስእን ቁሩብ ኣቤል ደምጸን ሮቤል ድማ ሓንቲ ደምጽ ኣላ እምበር እዚኣ ማኣሙን ኣብ ኢደያ

ስማዕ ኣቦዶም ወደይ እዛ ትምርዓዋ ዘለኻ ቆልዓ ምሳኻ ሒዝካያ ናብ ወፃኢ ዲኻ ክትወስዳስ ዋላ ኣብዚ ምሳና ኢኻ ክትገድፋ ባባ
ንበዓልቲ ቤትካ ናብኡ ናብቲ ቦታ ክትእቱ እኮ ኣዝዩ ኣዝዩ ብዙሕ ፕሮሰስ እዩ ዘለዎ ኣብዚ ምሳኻትኩም ፀንሕ እሞ ወረቓቕታ ምስ ወዳእኩላ ድማ ወስዳ እኮ ኣነ እውን ነዚኣ ክፈልጥ እየ ደልየ ዘለኹ ስለዚ እዛ ትመርፃ ቆልዓ ንሕና ዝፈተናያ ክትከውን ኣለዋ ዋ ደቦጭ እንታይ ዘረቡ ኢኻ ትዛረብ ዘለኻ ሙሱ እምበር ምሳና ድያ ክትቅመጥ። ስቅ እስከ በል
ኣምለሶም ዓርከይ ወዱ ንመርዓቱ ገዲፍሉ ምስ ከደ እቶም ድኻታት ኣብ ዓዲ ዘለዉ ስድርኣን ኣዝማዳን ጓልና ክንርኢ ኢና ኢሎም ኢኮኖሚው ባይታ ኣዝቢጦምሉ እዮም ባይታ።
ኣበደም ወደይ እዚ ብኻ ዝብሎ ዘሎ ኣየውፍራዮ እቲ ዘረባ ኣይትቅርበሉ ወሸለ ዝማዳ መጽዮምና ደይሲ ዘለና ኢና ንቅርበሎም ግን ኣነ ዝብለካ ገለ ገለ ኣብዚ ተመርዕዮም ዝገደፍወን በቲ ዝሰደዱለን ገንዘብ ገይረን ምስ ኣጉባዝ ፊዕፊዕ ስለ ዝብላሲ ኣብ ምርጫኻ ተጠንቀቕ ዝወደይ። ቀልጢፍካ ከኣ ውሰዳ። ያህ ጽቡቅ ኣለኺ ማማ ኣነ ውን ከምኡ ስለ ዝሓሰብኩ እየ ንምርጫይ ቀቲለ ንስኻትኩም ዝመረጽኩምለይ ዝበልኩ ሕጂ ድማ እተን ንስኻትኩም ዝመረጽኩምለይ ባባ ውን ደሓር ዘስዓብካየን ምስ ኩለን ሻሂ ሰትየ ስለ ዘጽናዕኩወን ጸገም ዝበሃል የለን። ቀስ ወደይ ኣስተውዕል ተቀዳዳማይ ይብሉ ብ ኮርሶ ኣስተውዕል ተመርዓዋይ። ስማዕ ኣቦ ዶብ ኣነ ብተሞክሮ ካባኻ ስለ ዝበልጽ ካብዘን ዊንታ ጓለይን ኣነን ዝመረጽኩወን ካብኣን እሕሸካ። ደሓን ባባ ኣነ ውን ቆልዓ ስለ ዘይኮንኩ ንኹሉ ነገራት ኣገናዚበ መሪጸ ኣለኹ። ኣይ ሆፕ ተስፋ እገብር ድማ እታ ድመረጽኩዋ ንስኻ ክትፈትዋ። ሕጂ ምስታ ዝመረጽኩዋ ቤሎ ክትዕቀንን ዘድልያ ሓደ ሓደ ነገራት ክትገዝእን ተቋጺርና ስለ ዘለና ሶሪ ኣነ ክገድፈኩም። ኣንበሳ ኣንበሳ ኣንበሳ ኣንበሳ ዝወደይ። ይስለጥካ መብራት እዛ ዘረባ ንለባም ኣሙተሉ እያ ኣስተውዒልክላ ዶ እንታይ ማለትካ እያ? ኣየ ኣየ እዛ ርእስኺ ነዚኣ ምፍታሕ ክትስእን ኣቲ እ እታ ዝመረጽኩዋ ክትፈትዋ ተስፋ ገብር ማለቱ እኳ እ እታ ንስኻ ዝመረጽካያ ወይ ድማ እታ ንስኻ ትደልያ እየ መሪጸ ምዃኑሲ ቋብ ኣይተብልየን ኣቲ ኦይ ደሓን ደሓን ኣነሲ ቲኣን ቲኣን ኣይብልኒ ወደይ ዝመረጻ ፈታወያ እወ መብራት መብራት ኣይትዓሽዊ ጓል ሃብታም ወይ ድማ ኣሕዋታን ኣሓታን እ ኣብ ደገ ዘለዋ እንተመሪጹ እኳ እ ንሳ ኸኣ መርዓቱ እ ኣብዚ ምሳና ነዊሕ ስለ እትቕመጥ ምንጃሕ ይብሉ በዓል ኣቤል ወደይ ክንጅሕ እኳ ኢና

ኣቤል ሓወይ እወ ኣብ ሃወኪል እንዲና ዘለና ክሳይ ግበር ምስ ኤማ በታ ሊሞዚን ክትመጽእ ኮለኻ ነበይ ዓንዳይ ተማላእ እዮም ነሞይ ደሃብካ ሓደራ ትገዛ በላ

ኣይተጸለልኩ ጸላኢኹም ዶ ይጽለ እሞ ንስኻ እንዲኻ ቀንዲ ጸላእየይ ገርናው ጸማም እወ ሓቅኹ ምጽማም ምጽማም ባሳ ምጽማም ንሕማም ምጽማም እያ ፈውሳ እዋ ኣንታ ዝገደደ ብኣኻ ትረክብ ይብል ሃይለ ዓርከይ ኣዕ!
ናይ እንዳ መን ሃይለ? ተኽለ ብርሃነ ዱሉም ባሕታ ንበሃል ንሕና። ኣይ ኣብ እንዳ ሃብታማት ክትከል ኢሎም እንድዮም እ፣ ተኽለ ኣውፂኦምልካ ዘለዉ ስድራ ቤትካ
ኣንታ እንታይ ገይረ እየ እ? እንታይ ኢልካ ኣይሰማዕኹኻኒ
ክስሕቕ ፀኒሕኻስ ኣይሰማዕኹኻን ሓቅኻ ንስኻ ብሕዛእቲ ትትከል ኣነ ከዓ ቁልቁል ኣፈይ ይትከል ኣለኹ ኣየ ዘረባ ኣብዚ ነህለ ጽቡቅ ዘረባ ሓቅኻ ኣብ ኩሉ ነገር መትከል እዩ ወሳኒ መትከል እ መትከል ቁልቁል ኣፍካ ተተኸል ኣንታ እንታይ መርገም እዩ ነይርኒ ወይ ሓጋይ ኣንታ ከመይ ኢልካ እዩ ክሕገዮ እ? ኣብ ርእሲ ድኽነትክን እ፣ እ፣ ገርናው ዲኽን ዝተባህለ እስከ ንዓ እስከ ንዓ ንዓ ሮቤል ንዓ ንዓ ንዓ ናዕ ናዕ ኦ መጺኻ ዶ ናዕ ናብ ናዕ ባባ እንታይ ደኣ ትገብር ኣለኻ ኣብዚ ንዑናይ ባ ምስቶም መርዓውቲ ንተሓወስ ችድ ምስኦም ተሓወስ ኪድ ንተሓጎስ ወሓጎ ንተሓጎስ ንተሓጎስ እንታይ ሎሚ ንኸይተሓጎስካ ከመይ ማለት ተሓጎስ ተሓጎስ ዳሓመጣ ተኮስ እዋይ እዋይ መከራ
ይባባ ኣይደሓንካ እንዲኻ ንዓነይ ባ ተሳእል ሰዓል ሰዓለ ትፈልጠለ ኢኻ እስኻ ምዃን ሓቅኻ እ ኣቦን ጓልን ኣዝማን ዓባይ ሰዓልን መፂኦምና ደዓ ሓቅኻ
ኣታ ባባ ኣነ እኳ ንዓነይ ምስ መርዓውቲ ተሰኣል የለካ ዋ ጸሚምካ ድያ ተሰኣል ወ ተሰኣል ዝብል እዩ ሰዓል ኣስሚዕኒ እዋይ ለከመ ከብል መጽሓፍ ለኪም እንባ ዝገርናው እ